ብስሚላህ ወልሓምዱሊላህ ወሰላቱ ወሰላሙ ዓላ ረሱሊላህ ሰለላሁ ዓለይሂ ወሰለም። መጀመርያ ክቡራት ኣሕዋተይ ኣሰላሙ ዓለይኩም ወራሕመቱላሂ ወበረካቱ። ብምቕጻል ናይ ሎማዓንቲ ኣርእስትና ዘካት ካብ ደሞዝ ከምኡ'ውን ንግዲ ብኸመይ ኣገባብ ይወጽእ ዝብል እዩ። ልክዕ እዩ ገንዘብ ካብ ደሞዝ ይኹን ካልእ ምንጭታት ተዋህሊሉ ኒሳብ ዝኣኸለ ካብቲ ኒሳብ ከይጎደለ ወይ ከይተላዕለ ዓመት ዝጸንሐ ገንዘብ ዘካት ክወጾ ግዴታ ማለት ፍርዲ ብደሞዝ ዝሰርሕ ሰብ እሞ ወርሓዊ ካብ ደሞዙ ዝቁጥብ ገንዘብ ተሃልዩ ምእንቲ ሕሳብ ክጥዕሞን ክቐለሉን ነታ ኒሳብ ዝኣኸለትላ መዓልቲ ከም ናይ ዘካት ዘውጽኣላ ፍልይቲ ዕለት ገይሩ ነቲ ወርሓዊ ዝቑጥቦ ገንዘብ ምስቲ ቀዳማይ ኒሳብ ደሚሩ ንኹሉ ብሓንሳብ ከውጽኣሉ ይምረጽ። እዚ ኣሰራርሓ እዚ ሓጋዚ ኣብ ልዕሊ ምዃኑ ኣብ ረቢ ሱብሓነሁ ወተዓላ ድማ ዝያዳ ኣጅሪ ኣለዎ። ገንዘብካ ክብርክትን ኣብ ቁም ነገር ክውዕልን ድማ ባዕልኻ ባይታ ፈጢርካ ማለት እዩ። ምናልባት ወርሓዊ ዘጠራቕሞ ገንዘብ ከመይ ገይረ ምስቲ ቀዳማይ ኒሳብ ብሓንሳብ ይሓስቦ ዝብል ኣተሓሳስባ ወይ ስነ ሞገተ ዘለዎ እቲ ስራሕ ወርሓዊ ከጽፍፎን በብዕለቱ ነቲ ገንዘብ እንዳመዝገብኩ ንነፍሲ ወከፍ ኣብ ዓመቱ'የ ዘውጻሉ ዝብል ሰብ መሰሉ እዩ ከምኡ ክገብር ግን ኣብ ሕሳብ ክጥንቀቅ ኣለዎ ምእንቲ ናይ መሳኪን ግደ ወይ መሰል ከይልክም ካብ ንግዲ ዝጣራቀም ገንዘብ ግና ኣብታ ኒሳብ ዝመለኣትላ ዕለት እታ ወይ እቲ ምቁጻር ናይ መዓልታት ይጅምር ድሕሪ ዓመት ካብ ኩሉ ማለት ኣብታ ድኳን ዘሎ ንብረት ከምኡ እውን ጥረ ገንዘቡ ደሚሩ ዘካት የውጽእ። ምኽንያቱ ካብቲ ንብረት ዝርከብ ገንዘብ ናቱ ኣካል እዩ። ከመይሲ ንብረት ነይሩ ናብ ገንዘብ ተቐይሩ። ስለዚ ሓድሽ ነገር ኣይኮነን። ዋግኡ ተወሲኹ በቲ ዝወሰኾ፣ ተጎዲሉ በቲ ዝጎደሎ ሓሲብካ ካብ ኩሉ ድምር ክልተን ፈረቓን ሚእታዊ ዘካት ተውጽኣሉ። ንኣብነት ድኳን ናይ ሚእቲ ሽሕ ንብረት ኣብ ወርሒ ሙሓረም ነይሩዋ፣ ንዓመትኡ ወርሒ ሙሓረም ዝተሸጠን ዘይተሸጠን ማለት ገንዘብ ኮይኑ ብመኽሰብ ዝተታሕዘን ንብረት ኮይኑ ዘይተሸጠን ኩሉ ሚእትን ዕስራን ሽሕ ተተገሚቱ ካብ ሚእትን ዕስራን ሽሕ ክልተ ፈረቓን ሚእታዊ ዘካት ተውጽእ።